ሰላም ኣብ ኩሉ ኩርናዓት ዓለም ትርከቡ ኩቡራት ኣሕዋት ተከታተልቲ ናይዛ ቻነል ኣቀዲመ ኣብ ዘለኩሞ ሰላምን ጥዕናን እናተመነኩ ናይ ሎሚ መደባትና ድማ ከምቲ ቀጻሊ ነቅርቦ ኣገዳሲ ዝበልክዎ እዋናዊ ሓበሬታ ብምባል ኣዳልየልኩም ኣለኩ እዚ መደብ ኣገዳሲ ኮይኑ ምስ ትረክብዎ ሼር ላይክ ሳብስክራይብ ኣይንረስዕ እናበልኩ ናብ መደበይ ክሓልፍ ዲቪ ሎተሪ 2021 ጀሚሩ ቅድሚ ናብ ትሕዝቶ መደበይ ምእታወይ ነዛ መደብ ክሰርሕ ዝገደደኒ እንተሎ ኮይኑ ነዚ እዋናዊ ጉዳይ ኣመልኪቱ ብቋንቋ ዓድና ዝኾነ ቋንቋ ትግርኛ ንዲቪ ሎቶሪ ኣመልኪቱ ዝተዳለወ መደብ ስለዘይረኣኹ እየ። ኣብዚ ሕጂ ብዙሕ ካብ ህዝቢ ሃገርና ኣብ ዝተፈላለዩ ቦታታት ዓለም ፋሕ ኢሉ ከምዘሎ ዝፍለጥ ኮይኑ ብኸምዚ ዝኣመሰለ ዕድላት ተጠቂሞም ኣብ ዝምእምኦም ዓዲ ክኣትዉ እናተመነኹ ንገለ ክቱር ናይ ኤሜርካ ሕልሚ ዘለና ከኣ ሓደ ካብቲ ዕድላት ዲቪ ለተሪ እዩሞ ነውጻሉ ገንዘብ ክሳብ ዘየለ ኣምላኽ ይሓግዘና የሕዋት ካብ ምፍታን ዓዲ ኣይትውዓሉ ክብለኩም እየ ዝፈቱ። ዝኸበርኩም ሰዓብቲ ወርልድ ላቭ እዚ መደብ ሼር እናበልና ናብ ኩሉ ህዝብና ንክባፃሕ ንፅዕር ከም ዝፍለጥ ዲቨሎተሪ ሓደ ካብ ኩናት ዓቢ ተፈላጥነት ዘለዎም ዓመታዊ ዝካየድ ዕጫ እዩ እቶም ውጽኢት ድማ ካብ ኩሉ ኩርናዓት ዓለም ዝርከብዎም በማኢት ኣሽሓት ዝቑጸሩ ናብ ሕቡራት መንግስታት ኣሜሪካ ንክኣትዉ ባባርሒ ይርከብ። እዚ ዓመት መጸ ኣብዚ እዋን ዝምላእ ሎቶሪ ለዘበን ድማ ሰዓቱን ዕለቱን ሓልዩ ተቓኒዑ ኣሎ። ነዚ ንኣስታት ሓደ ወርሒ ዝኽፈት ዕድል ማለት ካብ ረቡዕ ጥቅምቲ ክልተ ክልተ ሽሕን ዓሰርተ ትሽዓተን ፍርቂ መዓልቲ ጀሚሩ ክሳብ ሰሉስ ሕዳር ሓሙሽተ ክልተ ሽሕን ዓሰርተ ትሽዓተን ክፉት ክኸውን እዩ። ንሎሚ ድማ ድሕሪ ባይታን ከተማልኦም ዘለካ ቅጥዕታትን ዲቪ ሎተሪ ኣዳልየልኩም ኣለኹ። ኣብ ካልኣይ ክፋል ከኣ ነቶም ባዕልኹም ኦርኒክ ክንክትመልኡ ዝጽገሙ ሰባት ዝሕግዝ ቪድዮ ከዳልወልኩም እየ። እዚ ዳይቨርሲቲ ኢሚግራሲዮን ቪዛ ፕሮግራም ብዲቪ ሎተሪ ከም ዝፅዋዕ ይፍለጥ ንድሕሪት ምልስ ምስ ንብል እዚ ሎተሪ ብኢሚግሬሽን ኣክት ኦፍ 1990 ኣብ ሕዳር 29 1990 ከም ዝተመስረተ ታሪክ ይሕብረና ዓመታዊ ድማ ናይ ልዕሊ ሓምሳ ሽሕ ቪዛ ክፉት ይገብር። በዚ መንጽር ከኣ ዓመታዊ ልዕሊ ዕስራ ሚልዮን ሰባት ፎርሞም ይመልኡ። እዚ ኣብዚ ወርሒ ዝጅምር ዲቪ ሎተሪ ከም ዝፍለጥ ብኦንላይን ዝምላእ ኮይኑ ወድብቲ ወይ ድማ ኣካየድቲ እዚ ሎተሪ ዝኾነ ይኹን ገንዘብ ዘይሓቱ ብጥርሑ ዝምላእ ከም ዝኾነ ከም ርዱእ ወሲድና ዝበዝሐ ሰብ ኤርትራውያን ከኣ ብሓገዝ ኣሳለጥቲ ከም ንመልኦ ናይ ኣሳለጥቲ ንኸፍል ኮይና እቶም ናይ ፋይናንሳዊ ሓገዝ ዘይብልኩም ግን ብዓቕምኹም ደሓን ዝኾነ ምልከት ቋንቋ እንግሊዝ እንተለኩም ኮይኑ ኣብ ጎግል ኣቲኹም ክትመልኡ ከም ትኽእሉ ክነግረኩም ይፈቱ። ከም ዝፍለጥ ኣብዚ ሎተሪ ንዝምልከተን ሃገራትን ካልእን ኣመልኪቱ ሓድሽ ሕግታት ዝንደፍ ኮይኑ ናይ ሎሚ ዓመት ከኣ ጉዳይ ፓስፖርት ዝምልከት ካልእ ሓድሽ ሕግታትን ሒዙ ተበጊሱ ኣሎ እሞ እዚ ናይ ሎሚ ዓመት ከመይ ከም ዝመስል ጾሚቐ ቀሪበልኩም ኣለኹ እሞ ሰዓቡኒ።

ቅድምን ድሕርን ሰዓታትን ደቓይቕን ካብ ውድድር ክትእለ ዝገብር ረቋሒ እሞ ካብ ረቡዕ ጥቅምቲ ክልተ ክልተ ሽሕን ዓሰርተ ትሽዓተን ፍርቂ መዓልቲ ጀሚሩ ክሳብ ሰሉስ ሕዳር ሓሙሽተ ክልተ ሽሕን ዓሰርተ ትሽዓተን ክምላእ ኣለዎ። ቁጽሪ ክልተ መበቆል ናይ ዝፍቀደ ሃገራት ክህልወካ ኣለዎ። ብዙሓት ዘይፍቀደን ሃገራት ዓለም ክህልዋ ከለዋ ኣብዚ ናይ ሎሚ ዓመት ከኣ ናይ ቀረባ ኣብነት ክኾነና ዝኽእል ኣፍሪቃዊት ሃገር ናይጀርያ ከም ዘይግባኣ ይፍለጥ። ንዓና ግን ናይ ሃገርና ስለ ዘገድሰና ኤርትራውያን ይፍቀደና እዩ። በዚ መሰረት ከኣ ኣብ ኢሮጳ ንሃሉ ወላ ኣብ ኣፍሪቃ ወይ ውን ኣብ ውሽጢ ሃገር ብመበቆል ዓድና ተጠቂምና ክንመልእ ንኽእል ኢና። ቁጽሪ ሰለስተ፣ እቲ ፎርም ብግቡእ ምምላእ ማለት እቲ መስርሕ ብመረጻ ኮምፒተር ዝካየድ ብምዃኑ ንእሽተይ ጌጋ ካብቲ ዕድል ወጻኢ ይገብረካ ብምዃኑ ተጠንቂቕካ ምምላእ ይሕተት። ፈለጥቲ ናይቲ ስራሕ ከም ዝብልዎ፣ ብሰንኪ እዚ ዘይውሕሉል ኣመላልኣ፣ ዝበዝሐ ሰባት ካብቲ ውድድር ከም ዝእለዩ ይንገር። እዚ ኸኣ ብፍላይ ኣብ ስእሊ ብዙሕ ጌጋ ከም ዘጋጥም ይንገር። ከምዚ ኣብ ታሕቲ ዘሎ እቲ ፎርም ዝሓቶ ሕቶታት ምምላእ ይሕተት። ገለ ካብቲ ነገራት፣ ምሉእ ስም፣ ልክዕ ከምቲ ኣብ ፓስፖርቱ ዘሎ፣ ጸወታ፣ ተባዕታይ ኣንስታይ፣ ወዘተ። ዕለተ ልደት ልክዕ ዕለተ ልደትካ ትውልዲ ዓዲ እታ ዝተወለድካላ ከተማ ወይ እታ ተወለድካላ ዓዲ ትውልዲ ሃገር እታ ዝተወለድካላ ሃገር ክትፅሕፋ ትግደድ መበቆል ሃገር መበቆልካ ዝኾነት ሃገር ክትፅሕፋ ትግደድ ቁፅሪ ፓስፖርት ቁፅሪ ፓስፖርት ዝተዋህበሉ ሃገር ዝወጥቀሉ ዕለት ማለት ቁፅሪ ፓስፖርትካ ዝተዋህበሉ ሃገርን ዝወጥቀሉ ዕለትን ኣብዚ ፓስፖርት ናይ ዝተፈላለያ ሃገራት ክንጥቀም ንኽእል ኢና። ስእሊ ሽዱሽተ ሚእቲ ብ ሽዱሽተ ሚእቲ ፒክሰል ክኸውን ይግደድ። ብዝተኻእለ መጠን እቲ ባክግራውንድ ናይቲ ስእሊ ጻዕዳ ክኸውን ይምረጽ። ኣድራሻ፣ ዘለኻሉ ኣድራሻ ብቕኑዕ ክትጽሕፍ ትግደድ። ሕጂ እተቕምጠሉ ዘለኻ ሃገር፣ ኢሮጳ ዲኻ ዘለኻ ዋላ ኣፍሪቃ ዋላ ኤርትራ፣ ኣብታ እታ ዘለኻያ ሃገር ክትጽሕፍ ትግደድ። ዝኾነ ርክባት እንተሎ ኮይኑ ብቴለፎን ወይ ብኢሜል ስለዝኾነ፣ ቁጽሪ ቴለፎንካ ክትህብ ትግደድ። ኢሜል ክህልወካ ተመራጺ ኮይኑ ዝኾነ ይኹን ኮንታክት ኣብ ከምዚ ኦፊሻል ነገር ብኢሜል ስለ ዝኾነ ኢሜል ክህልወካ ተመራጺ ኮይኑ ኢሜልካ ከኣ ኣብዚ ክትህብ ኣለካ። ንዝበጻሕካዮ ዝለዓለ ደረጃ ትምህርቲ ኣብዚ ድማ ዝበጻሕካዮ ደረጃ ትምህርቲ ክትህብ ትግደድ። ኩነታት ሓዳር ምርዑው ዲኻ ዋላ ሲንግል ክትህብ ትግደድ። በዚ ከቃልዑ። ሲንግል ተኾንካ ዜሮ ኢልካ ክትመልኦ ትኽእል ኢኻ ኣየድልየካን እዩ ናይ ቆልዑ ነገር በዓል ሓዳር ተኾንካ ግን ሓደ ቆልዓ ተለካ ሓደ ቆልዓ ተተብልካ ዜሮ ኢልካ ትመልኦ ሓደ ተለካ ሓደ ክልተ ተለካ ክልተ ሰለስተ ተለካ ሰለስተ ክትብል ክትግደድ እቲ ኣገዳስን ሓድሽ ኣርእስቲ ኮይኑ ዘሎ ነዚ ናይ ሎሚ ዓመት ጉዳይ ፓስፖርት እዩ። ከተመልክት ተኾይንካ ፓስፖርት ክህልወካ ኣለዎ፣ ብዝተኻለ መጠን ድማ ዘይወደቐ ክኸውን ኣለዎ። እቲ ቀንዲ ኣመልካቲ ዘይወደቐ ፓስፖርት እንተለዎ፣ ደቁን በዓልቲ ቤቱን ኣብ ትሕቲኡ ኮይኖም ብዘይ ፓስፖርት ከመልክቱ ይኽእሉ። ብሓጺሩ ግዜኡ ዘይወደቐ ፓስፖርት ዘድሊ ነቲ ቀንዲ ኣመልካቲ ጥራይ እዩ። ኣብ መወዳእታ ከኣ መዛዘሚ ክንገብረሉ ቀዳማይ ኣብዚ ዕጫ ንምስታፍ ዝኽፈል ገንዘብ የለን ካልኣይ ኣብ ውሽጢ እዚ ዝተጠቕሰ ዕለት ጥራይ ኢኻ ከተመልክት ትኽእል ቅድሚኡ ድሕሪኡን ኣይከኣልን ሳልሳይ ኣብ ዝተጠቕሰ ዕለትን ግዜን ከተመልክት ትኽእል ኢኻ ራብዓይ፣ ዲቪ ክትመልኣሉ ትኽእል ዌብሳይት እዛ ዘርእየኩም ዘለኹ ዌብሳይት ኮይና ኣብ ዲስክሪፕሽንን ኣብ ኮመንትን ክገድፈልኩም እየ። ካልእ ኩሎም ዌብሳይታት ኩሎም ናይ ሓሶት ዌብሳይት ኮይኖም ንኸይንጥቀመሎም ከዓ የጠንቅቕ። ሓምሻይ ኩሉ ምልክታ ብኤሌክትሮኒክ ማለት ብመገዲ ኢንተርነት ክኸውን ኣለዎ። ዝኸበርኩም ተኸታተልቲ ናይዛ ቻነል እቶም ባዕልኹም ንክትመልኡ ትጽገሙ ሰባት ወይ ድማ ሕጽረት ናይ ቋንቋ እንግሊሽ ዘለኩም ሰባት ንዓኹም ትሕግዝ ቪድዮ ኣብ ካልኣይ ክፋል ከቕርበልኩም ኮይነ ሕጂ ግን ፈቲንካ ዘይምዕዋት ሕመቕ ኣይኮነን እሞ እንታይ ደኣ ተኸፊቱ ዘሎ ዕድል ከይተጠቀምካሉ ምስ ዝሓልፍ እዩ እቲ ሕመቕ እሞ ኣብ ዘለኹሞ ኣምላኽ ይሓግዝኩም እናበልኩ ሰናይ ምንዮተይ ብምግዳፍ ናይ ሎሚ ዝበልክዎ ኣብ ዝቕዓጹ ንዘይፈለጡ ንክፈልጡ እዛ ቪድዮ ሼር እናበልና ናብ ኩሎም ናብ ከነብጽሓ ይምሕጸን